ሰላም ሰላም ክቡራት ተኸታተልቲ ከመይ ውዒልኩም ሰላም ዲኹም? ኣነ ሰላም እየ እግዚኣብሔር ይመስገን። ከምቲ ኣነ ሰላም ዘለኹ ንስኻትኩም እውን ሰላም ክትኾንልይ ናይ ኩሉ ግዜ ትንቢተ እዩ ክቡራት ኣሕዋተይ። ብኣርከስ ሎማዓንቲ ሒዘልኩም መፅኦ ዘለኹ ከምዚ ኣርእስቲ ትርእይዎ ኣለኹም ናይ ገዛ መሳርሒ ክንደይ ኣሎ ማለት ይቅንስ ድሎ ወይ ከዓ ይውስኽ ንበዓል ነዳኦ ብሊኮት ንበዓል ስሚንቶ ኩሉ ነገር ናይ ገዛ መሳርሒ ከመይ ኣሎ ኮቦርታኸ ኣብ ስዑዲ ዶ ፅቡቕ ኣብ ዓዲ ሓደ ሓደ ነገራት ኣቕሓኸ ካብ ስዑዲ ዶ ንማላእ ከመይ ይሓሽ እስኪ ተገዲስኪ መልስልና ሓፍትና ካብ ስዑድስ ታይ ታይ ኣገደስቲ ነገራት ሒዝና ክንመፅእ ዝበልክናን ኣሕዋተይ ሒዘልክን መፅኤ እኒኦኹ እቲ ቪድዮ ግን ከምዚ ትርእያን ኣለኻን ደቂ ሓፍተይ መንቱታት ሽኮራት እየን ልዚ ማንካ ናይ ስዕዲ ስትስዕሞላ ናይ ገዛ ከምዚ ብቐድማ ይረእኹምዎ ሓባቢጥናስ ያው ኣቑሒት ኩሉ ወፂኡ ልሓገዛን እየን ኩሉ እንዳለ ያው ቪድዮ እሱ ኮይኑ እቲ ኣርእስቲ ግን ያው ከምዚ ልበልክዎ እይና እስኪ መጀመርያ ላይክ ገይርኩም እተዉ ክቡራት ኣሕዋተይ ያው ላይክ እንተገይርኩም ቢያንስ ንክልተ ንሰለስተ ሰባት ክጠቅም እዩ ኢለ ተስፋ ይገብር ማለት እዩ መጀመርያ ስለ ናይ ገዛ እየ ክነግረኩም ስለ ናይ ገዛ ምስራሕ ከመይ ኣሎ ስለ ናይ ገዛ ምስራሕ ስኸዝስ የዋፅ ዶ የዋፅ ኩሉ ናይ ገዛ መሳርሕታት ኤሌክትሪክ ይኹን ኩሉ ነገር ሲ ከመይ ኣሎ ልበልክናን ኣሕዋተይ ያው ፅቡቅ እዩ ማለት ብምንታይ ፅቡቅ እዩ ኢልክዮ ትበልክናኒ ንኣብነት ሲሚንቶ ሰሚዕክንኦ ትኾንክን ኣብ ድምፂ ወያነ ይኹን ኣብ ቴሌቭዥን ይኹን ኣብ ዝተፈላለዩ ነገራት ሲሚንቶ ካብ ፋብሪክኡ መፂእኹም ውሰዱ ብትሽዓንተ ሚእቲ ድዩ ብሸሞንተ ሚእቲ ድዩ እናበለ ትማል እኳ ናትናገረ ነይሩ ኣብ ቴሌቭዥን ሓቂ ድዩ ሓቂ እዙይ የገዛእኹ እምበር ፅቡቅ እዩ ለሎ ምባል እየ ያው ንቤተሰብክን ጠይቅክን ክትገዝኣ ክትጥቀማ ትኽእላ ኢኽን ክቡራት ኣሕዋተይ ያው ናይ ገዛ መሳርታት ኩሉ ሃምልሎ እዩ ክበሃል ይከኣል እዩ ከመይሲ ያው ነደቕቲ ያው ሃም ዝበልኩክን እዩ ብሊኮት ኮይኑ ሽሒ ክልተይ ሽሒ ሰለስተይ እምኒ ተኮይኑ ሸሞንተ ሚእቲ ግርምቢጥ ማይ ለኣቅብ ኢሎም ልምንታይ ግን ከምኡ ይኮይኑ ኣነ ልባዕለይ ግራይ ኣትዩ ንልባዕለይ ብቀል ውልቀይ ማለት እዩ እምኒ ብጣዕሚ ማለት ድካም እኒኦ እዩ ባላ ልባዕለይ ኣውዚ ንሓፍተይ ገዛ የስርሕ ኣለኩ እየ ግን በቃ ወቂሮም ኣስተካኪሎም ብደንቢ መኣዝን ኣቢሎም ሰፍ ኣቢሎም ንክስቅሉ ንክሰቅሉ ባዕሎም ሲ ብክንደይ መንከራ በቃ ክድዩ ክስቀሉ ዞም ምንዋል እኳ ኣለዎም እዩ መቃበሊ

ናይ መቐለና ወይ ከዓ ናይ ትግራይ ኮቦርታ ዶ ይበልፅ ወይስ ናይ ስዑዲ ልብል ሕቶ ብተደጋጋሚ ይፅሓፍ ኣሎ። ናት ብቐድመይ ኣቑሒተይ ትኣዝዛ ኣብኡ ኮይንክን ትና ቅናሽለ ከባር እዮም ልውልኽን ገለታት ኢለ ለቂቐ ነይረ ኣብኡ ግን ኣብቲ ኮመንትሱ በቃ ካልእ ኣቑሑት ምስ መጻና ንገዝእ ከም በዓል ኮቦርታስ ጥራቱስ ናይ ስዑዲ ድዩ ጽቡቅ ናይ ትግራይና ልበልክን ኣነ ኣሕዋተይ ግን ኣነ ከም ዝሪኦ ኮቦርታ ጥራቱ ናይ ስዑዲ እዩ በባየ ማለት እዩ ከም ብስራት ጥራቱ ናይ ስዑዲ እዩ ኣውዚ ዋላ ናቶም ኣሕዋትና ድዩ ናሰብ ድዩ ኮቦርታ ተርእካ ከምዚ ናተይ ካብ ስዑዲ ልምጻኹ ኣይኾነ ጭራሽ ብጣዕሚ እዩ ጥራተኛ ካሊእ ኣቅሓ ኣየብህጊ ካብ ስዑዲ እንተ ኣዩለ ብህግ እንተ ኢልኽን ኮቦርታ ና ኮቦርታ በቃ እሱ ኢልኽን ኸልተ ሰለስተ በራሚን ኮቦርታታት ትምጻእኽንሲ ካብ ደቂ ደቅኽን ክበጽሕ እዩ ዕድመ ተሂብና ማለት እዩ ልበዓልና ኮይንሲ ካብ ደቂ ደቅና ለሲ ክበጽሕ ክእል እዩ ማለት እዩ ብጣዕሚ እዩ ጥራተኛ ጊፍ ጊፍ ይብል በቃ ክትሓጽቦ ንባዕሉሲ ኣንድ ሓጻቢ ኢኻ ገንዘብ ከፊልካ ተሕጽቦ እምበይ ብጣዕሚ እዩ በቃ ጥንካረ እኒኦ ክብደት እኒኦ ክብደት ክነግረክን ይኽእል እዩ እሱ ከከም ኪሉ እንድዩ ሸሞንተ ኪሎ ከዚ ብጣዕሚ ይዓብይ ሓሙሽተ ኪሎ ሽዱሽተ ኪሎ ሸውዓተ ኪሎ ከከም ኪሉ ኣሎ እዩ ግን ዋላ ዛልቃለለትሲ ክትሓጽባ ብጣዕሚ እያ ረዛን ብጣዕሚ እዩ ጥንኩር ናይ ኮቦርታሲ መን ከም ናይ ስዑዲ ኢለክን ቃሊ ኣቕሓ እኳ ክንደየናይ በተለይ በተለይ እቲ ሕማቕ ክዳውንቲ ካብ ሽኤን ትጠልዎ ኣለኽን ኣውዚ መጽኡ ኣነ ናይ ላዕሉ ቱታታት ነይርኒ ጊፍ ጊፍ ጊፍ ኣብ መቐለ ዝገዛእኽዎ ቱታና ካብ ሽኤን ዝጠለብኽዎ ኣይጋነይ ኣበይ እዩ ፅቡቅ ተልክን ኣብ መቐለ በቃ እዚ ቱታ ስእሉ በቃ ኣለክን ሃምዝ ፎኩስ ነገር እሞ ሞፊት ነገር እዩ ክልተ ሰለስተ ቱታ ብዙሕ እኳ ይኾነ ንእሽተን እየን ግን ተረኣቕዎስ ዋላ ምቑላሉ ዋላ ስእሉ ዝላዕላይ ጨጎርጎር መዋሉስ ንዓድና ኣብ ትግራይ እኒኦ ክዳውንቲ ክነግረክን ይኽእል እዩ ጥራቱ ማለት እዩ ኮቦርታ ግን ናይ ስዑዲ እዩ ፅቡቅ ብኡነት ናይ ስዑዲ ልመስል የለ ኮበርታ ኩሉ ነገር እቲ ማለት ክዳውንቲ ይገልል ንብል ነርና ግን ኣነ በቃ እዚ ክዳውንቲ ተማዛዝነይ ሲ ምንም ምንም ምንም ልይገን መቐልን እዩ ክዳውንቲ ብስሩ ክነግረኩሞ ይኽእል እዩ ጭራሽ ክባር እዩ ጥራቱ ብስሩ ፅድት ልበለ ብስሩ ፈርሙ ድዮ ሰራርሑ ድዩ ዋ ናይ ስዕዲ ኮ ስእሉ ዓንጃል ዓንጃል እዩ ዋ ጎጃሙ እትበልካ ዓንጀልጀል፣ ቱቱ እትበልካ ስዊዳ ዓንጀልጀል፣ ስሩ እትበልካ ኣብ መቐለ ሓሙሽተ ሸሓንቲ ጅንስ ሂብካኒ ኡብስ ቅርሹ እዩ ክባር እምበይ ጽዳቱሲ ናይ መቐለ እዩ ቆንጆ ክዳውንቲ በቃ እዛ ኩላይ በራሚን ሒዝናዮ ንምጻናሲ ኣብዚ መቐለ ልሎል ሽወጥ ሸለል ዝበለ እዩ ደስ ዝብለካ ግዛእ ግዛእ እዩ ዝመጸካ ደሓን ስራ ሓሙሽተ ሽሕ ሽዱሽተ ሽሕ ያን ኣርባዕተ ሽሕ ካብኡ ታሕቲ የለይ ጅንስ ማለት እዩ ፅድት ዝበለ እና በጃኽን ካሽየን ከይትጠልባ ቅድሚ ሕዚ እውን ይናገር ነይረ እየ ካብኡ ለላይክ ለይትረስዓለን እስኪ ንዘን ምቁራት ኣሕዋተ ኢለ ኣብዚ ይሕግዛን ዶ ብጣዕሚ እየን ሞይተን ናይ ኣውደ ዓመት ያው ደጊምና ወዳእና ኢና ፅዳት ገዛና እና ዛሐቶኽን ግን ተመሊሳ ትኸን ትኾን ተስፋ ይገብር ኮቦርታ ጭራሽ ናይ ስዑዲ እዩ ቆንጆ ኢለክ እኒኦኹ ዋላ ውዚ ይጠይቕ እያ ኣዚ ሓደ ሓደ ተእዛዛት ኮቦርታ እኳ ተኣዝየ ዘይፈልጥ ሓቂ ዘራ ግን በቃ ብእግረ መንገዲ ይጠይቕ ኮቦርታ ዋ ሸውዓተ ሽሕ ሸሞንተ ሽሕ ልውልዋሲ ንእሽቶይ እኒኣ ናይ መጨረሻ ኣብ ስዑዲ ንጠይቓ ንገዝኣ ንእሽቶይ እኒኣ ሰለስተ ኪሎ ድያ ኣርባዕተ ኪሎ እኒኣ እሳ በቃ ቅልል በለትሽ ሸውዓተ ሽሕ ሸሞንተ ሽሕ ልል እኮ ቀላል እያ ርቀቅ እያ ይብለይ እና ኮቦርታ ናይ ስዑዲ እዩ ፅቡቅ ካሊእ ኣቁሒት ለ ያው ተሓታ እንትክላይክን ሕተታኒ ጠይቃ ኣማዛዚነ ክምልሰልክን ኣብ ከተማ ዕዳጋ መቐለ ማለት እዩ እና ኣሕና ዕዳጋና መቐለ ከተማ እዩ ኩሓ እኳ ንእሽተይ ሸቐጣ ሸቐጥ ብዙሕ እንትን የብላይ እና ደስ ዝበለክን እንትን ሐተታን እሞ ያው ናጠየቁኩ ጥራቱ ኣበይ ጽቡቅ ኣበይ ቆንጆ ናብልኩ ላማዛዘንኩ ክነግረኩም እየ ክቡራት ኣሕዋተይ ናይ ልማዓንቲ ቪድዮ ግን እዚ ይመስል ጽቡቅ እንያት ሕማማት ይግበርና ያው ናብ ብርሃነ ትንሳኤኡ ብሰላም የብጽሐና ክቡራት ኣሕዋተይ ላይክ ላ ኣይትረስኡ እዘን ኣሕዋትና ደኺመን እኒኦ ሓንቲ ደኺምዎ ሓዲጋ ተኸይዳ እና ያው እዚ ይመስል ኩሉ ግዜ እዩ ክንትሓተኒ በተለይ በተለይ ና ኮቦርታ ሲ ኮቦርታ ኣብ መቐደደ ገዝኡ ክተብፅሕና ካብኡ ስዕድደ ንመላእ ገለታት እዩ ክንትብላ ኩሉ ግዜ ካብኡ ግን ያው ስራሕ ስለ ዝበዝሐኒ ብዙሕ የመለስክልክን እና በቃ ካብ ስዑዲ እዩ ፅቡቅ ኮቦርታ ካብ ስዑዲ ኣምፃኣ እልናክን እየና በተለይ ካብ ሽኤን ትጠልባ ግን ኣሕዋተይ ኢድክን ኣርማ እልናክን ኣለና ባይ ባይ